ሰላም ኣምላኽ ንኹልኻትኩም ይኹን። ፓስተር ዮናታን ሕሩይ ካብ ቶሮንቶ ካናዳ ካብ ከረን ጽዮን ቤተ ክርስቲያን እ፣ ንኹልኻትኩም እንኳዕ ብሰላም መጻኹም ክብለኩም ፈቱ። እግዚኣብሔር ይመስገን። እ፣ ነዚ መልእኽቲ እዚ ምናልባት እ፣ ቀጥታ ዝመሓላለፍ ከሎ ትሰምዕዎ ሰባት ትህልው፣ እ፣ ውዒሉ ሓዲሩ ድማ ምናልባት ጸኒሑኩም ትሰምዑን ሰባት ክትህልው ትኽእሉ። ዘየገድስ ሓደ ሓሳብ ሓደ ቅድሚ ናብቲ ትምህርቲ ምኻድና ብኣኽብሮት ክዕድመኩም ደሊ ኣብዚ ኣብዚ ስክሪን ትሪእዎ ዘለኹም ናይ ቤተክርስትያንና ኣድራሻ ኣብኡ ምሳና መፂኹም ክትሓብሩ ኣምላኽ ከተምልኽዎ ብኽብሪ ክዕድመኩም እፈቱ ወትሩ ሰንበት ካብ ሰዓት ሰለስተ ዝጅምር ናይ ኣምልኾ ኣገልግሎት ኣሎና ከምኡ ድማ ወትሩ ሰሉስ ናይ ፈውስን ናይ ምንጋፍን ኣገልግሎት ድማ ኣሎና ካብ ሰዓት ሸውዓተ ዝጅምር ማለት እዩ እግዚኣብሔር ይመስገን ስለዚ ሰንበት ካብ ሰዓት ሰለስተ ዝጅምር ድሕሪ ቐትሪ፣ ሰሉስ ድማ ካብ ሰዓት ሸውዓተ ዝጅምር ናይ ፈውስን ምንጋፍን ኣገልግሎት ኣሎና። ኣብዚ ኣገልግሎት እዚ ኣብ ናይ ሰሉስ ኣገልግሎት ብዙሓት ሰባት ክፍወሱ፣ ብዙሓት ሰባት ክናገፉ፣ ሓካይም መጥባሕቲ የድልየካ እዩ ተባሂሎም መጥባሕቲ ዝጽበዩ ዝነበሩ እግዚኣብሔር ፈዊስዎም ነጻ ክኾኑ ከለው ካብ መጥባሕቲ እግዚኣብሔር ከድሕኖም ከሎ ርኢና ኣለና። ካብ ብዙሕ ናይ ኣጋንንቲ ማእሰርቲ ሰባት ሓራ ክወፁ ርኢና ኣለና። ብዙሕ ተኣምራት እግዚኣብሔር ክገብር ኣብዚ ናይ ሰሉስ ኣገልግሎት ርኢና ኣለና። ስለዚ ምናልባት ዝተፈላለየ ሕንቅል ሕንቅሊቶ ዝመላለሱ ኣብ ውሽጦ ብዙሕ ነገራት ዘለዎም ሰባት ናብ ናብ ቤተክርስቲያንና ክትሕብርዎም ክመፁ ክንፅልየሎም ክንድግፎም ከዘኻኸረኩም እፈቱ እግዚኣብሔር ይመስገን ኣብ ናይ ሎሚ ንቕፅሎ ዘለና ሓምሻይ ክፋል ኮይኑ ዘካርያስ ብዝብል ሓሳብ ካብ ናይ ዘካርያስ ህይወት ገለ ገለ ነጥብታት ነጥቢ ብነጥቢ ኣብ ህይወትና ንዓና ጠቅም እዩ ኣብ ህይወትና ኣብቲ ምስ ጎይታ ዘለና ርክብ ምስ ጎይታ ዘለና ኣካይዳ ስጉምቲ ክድግፈና ዝኽእል መለኮታዊ ነጥብታት ሒዝና ኢና ንርኢ ዘሎና እግዚኣብሔር ይመስገን ስለዚ ሎሚ ንሪኦ ኣብዚ ሓምሻይ ነጥቢ ሓምሻይ ክፋል ንሪኦ ነገር እንታይ እዩ መለኮታዊ ሕብረት ዝብል ሓሳብ ሓቢርና ክንርኢ ኢና እግዚኣብሔር ይመስገን እዚ እቲ ንእሽቶ እዚ ሓጺር ትምህርቲ ክኸውን ከሎ ነቲ ነዊሕ ድማ ኣብ ዩቱብ ክትከታተልዎ ትኽእሉ። ምናልባት እውን ከምዛ ቅድም ኣቢለ ዝበልክዎ ብቐጥታ ዝመሓላለፍ ትከታተልዎ ተሊኹም ድማ ናባኹም ኦረዲ ይበጽሕ ኣሎ ማለት እዩ። እግዚኣብሔር ይመስገን። እዚ ሎሚ ንሪኦ መለኮታዊ ሕብረት ወይ ከዓኒ ኮነክሽን ወይ ከዓኒ ፌሎሺፕ ወይ ኢንቲመሲ ዝብል ናይ ቋንቋ እንግሊዝ ቃላት ንረኽበሉ ማለት እዩ። እግዚኣብሔር ይመስገን። ከም ዝበልክዎ ካብ ናይ ዘካርያስ ህይወት ንርኢ ስለ ዘለና ዘካርያስ ናብ መቕደስ ኣትዩ ዕጣን ክዓጥን ብዕጭ በጽሖ ይብለና መጽሓፍ ቅዱስ እቲ ኣብ ዝሓለፈ ሰሙን ዝረኣናዮ ትምህርቲ ማለት እዩ ብዕጭ በጺሕዎ ናብ ቤት መቕደስ ኣትዩ ኣብቲ መሰዊ ዕጣን ክዓጥን ከሎ ድማ ዘገርም ፍጻሜ ድማ ከም ዝኾነ ንርኢ። ስለዚ ሎሚ ነቲ ነዚ ሓሳብ እዚ ኢና ተኲርና ሓቢርና ክንርኢ እግዚኣብሔር ይመስገን። እንታይ ይብል? በቲ ወገን የማን መሰዊ ዕጣን ድማ መልኣኽ እግዚኣብሔር ደው ኢሉ ተራእዮ ይብለና። እግዚኣብሔር ይመስገን። ሓፂር ጸሎት ክንጽሊ ክዕድመኩም እዩ። እግዚኣብሔር ይመስገን ዘለዓለማዊ ኣቦ ብሽም የሱስ ክርስቶስ ከምቲ ልቢ ሊድያ ዝኸፈትካ ልበይን ልቢ ነፍሲ ወከፍ ኣሕዋተይን ክትከፍት ብሽም የሱስ ክርስቶስ ጽልያ ኣለኹ። ንልብና ተዛረብ እግዚኣብሔር ኣምላኽ ኣጸናንዓና፣ ኣተባብዓና እግዚኣብሔር ኣምላኽ ክትመኽረና ክትመኽረና እግዚኣብሔር ክትገንሓና እውን ብሽም የሱስ ክርስቶስ እጽልያ ኣለኹ። ክብሪ ኩሉ ንዓኻ ንበይንኻ ይኹን ብሽም የሱስ ክርስቶስ ኣሜን። ኩሉ ትምህርትታት ኣብ መጽሓፍ ቅዱስ ክንመሃር ከልና ወይ ከዓኒ ምኽሪ መጽሓፍ ቅዱስ ኩሉ ግዜ ኣብ ህይወትና መለኮታዊ ዝኾነ ጸብለልታ ከምጽእ ክኽእል ኣለዎ ሓደ ብኻልኣይ ደረጃ መለኮታዊ ዝኾነ ትምህርቲ ይኹን መለኮታዊ ዝኾነ ምህሮ ካብ መጽሓፍ ቅዱስ ክንመሃር ከልና ኩሉ ግዜ ናብ ጎይታ ዘጠምተና ክኸውን ክኽእል ኣለዎ ብዝኾነ ይኹን ዓይነት መገዲ ወይ ከዓ ብዝኾነ ይኹን ዓይነት መዐቀኒ ነቲ ኣዒንትና ካብ ጎይታ ከዝብል ዝኾነ ዝኽእል ዝኾነ ይኹን ነገር ካብ ኣምላኽ ከም ዘይኾነ መዐቀኒ እዩ። ሕጂ ኣብዚ ንሪኦ ነገር እንታይ እዩ ሕብረት ዝብል ሓሳብ ኢና ንርኢ። ስለዚ እግዚኣብሄር ንዓይ ንዓኻትኩም ናኡ ከሎ ፈጢሩ ጥራይ ከምዚ በቃ ጽቡቕ ሰናይ ግበሩ ኢሉ ኣይኮነን ይኺዱ ኢሉ ሓዲግና ወይ ከዓኒ ስቕ ኢልና ኣብዚ ኣብዚ ኣብዚ ምድሪ እዚ ክንመሓደር ኣይኮነ እግዚኣብሄር ገዲፉና ዘሎ እንታይ ደኣ ምስኡ መለኮታዊ ዝኾነ ሕብረት ክህልወና እግዚኣብሔር ጸዊዑና። ብምስሉን ብኣርኣዩኡን ስለ ዝፈጠረና እግዚኣብሔር ምስኡ ሕብረት ክንገብር እዩ እግዚኣብሔር ጸዊዑና። እግዚኣብሔር ይመስገን። ስለዚ እቲ ሕብረት ዝብል ሓሳብ ወይ ከዓ እቲ ምስ እግዚኣብሔር ርክብ ኣዝዩ ኣገዳሲ ወይ ከዓ ዓቢ ቦታ ዝወሃቦ ነገር እዩ። ኣብ ዝሓለፈ ርኢና ኔና ኢና። ዝሓለፈ ዝረኣናዮ ሓሳብ እንታይ እዩ? እቲ ብዕጭ ምስ ዝበጽሖ፣ እቲ ኣብ ህይወቱ ዝኸውን ዝነበረ ነገር ምስቲ መሰውኢ ዝተኣሳሰር ከም ዝዀነ ኢና ንርኢና ኔርና። ስለዚ እቲ ዕጣን ዝብል ድማ እንታይ እዩ? ጸሎት ናይ ቅዱሳን ከም ዝዀነ መጽሓፍ ቅዱስ ይእምተልና ወይ ከኣ ይነግረና። እቲ ዕጣን ሓደ ባህርያት ኣለዎ። ሓደ ከምዚ እንታይ እዩ ዝበሃል ናቹራል ዝዀነ ነገር እዩ፣ ካብ ምድሪ ዝበቁል ነገር እዩ። ካብ ኣብ ምድሪ ዝርከብ ነገር እዩ ኣብዚ ምድሪ ዘሎ ነገር እዩ ስለዚ ኣብቲ መሰውኢ ክዓል ምስቲ ሓዊ ክራኸብ ከሎ ድማ እንታይ ይኸውን ይነድድ ምስ ነደደ ድማ ዕጣኑ ከዓኒ ትኪ ይገብር እቲ ትኪ ድማ ናብ ላዕሊ ናይ ምዕራግ ባህርያት ድማ ኣለዎ ስለዚ ንምንታይ እዩ ዘመልክት ወይ ከዓ እንታይ የንፀባርቕ ዝብል ሓሳብ እንተዳርኢና ነቲ ኣብ ልቢ ቅዱሳን ዘሎ ኣብ ካን ኣብ ህዝቢ ኣምላኽ ዘሎ ጸሎት ኣብ ውሽጢ ዘሎ ሕቶ ኣብ ውሽጥና ዘሎ ናብ ኣምላኽ ዘለና ጽምኣት ንዑ እዩ ዘመልክት ስለዚ ክቲ ኣብ ልብና ዘሎ ነገር እዩ ሒዙ ንላዕሊ ዝድይብ ማለት እዩ እዚ ምልክታዊ ኣገባብ እምበር እቲ ዕጣን ምንም ካልእ ትርጉም የብሉን እንታይ ደኣ እዩ ዘመልክት? ነቲ ኣብ ልብና ዘሎ። ሕጂ ኣብዚ ዘመን እዚ ኣብ ዘበንና ኣብዛ ሓድሽ ኪዳን ዕጣን ክንዓጥን እግዚኣብሔር ኣይጸበየናን እዩ። እቲ ካባና እግዚኣብሔር ዝጽበዮ ነገር እንታይ እዩ? መለኮታዊ ብዝኾነ መገዲ ምስ እግዚኣብሔር ሕብረት ክንገብር። ሕጂ ብወዱ ብየሱስ ክርስቶስ ኣቢሉ ውሉድ ኣምላኽ ስለ ዝኾንና ንሕና ሓጢኣተኛታት እኳ እኳ እንተነበርና ከምቲ መጽሓፍ ቅዱስ ዝብለና ማለት እዩ መጽሓፍ ቅዱስ ኣብ እንታይ ይብለና ኣብ ከምብቦ እደሊ ኣብ ኤፌሶን ካልኣይ ምዕራፍ ከምዚ ዝብል ቃል ንረክብ፣ እግዚኣብሔር ይመስገን ኣብ ኤፌሶን ካልኣይ ምዕራፍ ካብ ፍቕዲ ሓደ ጀሚሩ ዘሎ ከንብበ እየ። ንስኻትኩም ቀደም ይብል መጽሓፍ ቅዱስ ክነግረና ከሎ ንስኻትኩም ቀደም ከም ንብረት እዛ ዓለም እዚኣ ከምቲ መንፈሱ ሕጂ ኣብቶም ደቂ ዘይምእዛዝ ዝገብር ዘሎ ሓለቓ ስልጣን ኣየር እተመላለስኩም፣ ብበደልኩምን ብኣበሳኹምን ምዉታት ዝነበርኩም፣ ንኣኻትኩም ህያዋን ገበረኩም። ንሕና ዅላትና፣ ሃዋርያ ጳውሎስ ከምኡ እዩ ዝዛረብ ዘሎ፣ ንሕና ዅላትና ይብል፣ ንሕና ዅላትና፣ እቲ ናይ ስጋናን ናይ ሓሳባትና ድሌት እናገበርና ቀደም ብትምኒት ስጋና ምሳታቶም ንነብር ነበርና ይብለና። ምስ መን? ምስቶም ደቂ ዘይምእዛዝ። ኣብዚ ድማ እንታይ ይብል? ከምቶም ካልኦት እውን ብባህሪና ደቂ ቁጥዓ ነበርና ይብለና። ደቂ ቁጥዓ ኢና ነርና። እንታይ ማለት እዩ? ንቁጥዓ ኣምላኽ እተመደብና ኢና ነርና ይብል። ሕጂ ክዛረብ ከሎ፣ ግናኸ እቲ ብምሕረት ሃብታም ዝኾነ ኣምላኽ፣ ምእንቲ እታ ብኣኣ ዘፍቀረና ዓባይ ፍቕሩ፣ ንኣና ብበደልና ምዉታት ክነስና፣ ምስ ክርስቶስ ህያዋን ገበረና፣ ብጸጋ ኢኹም ዝደሓንኩም ይብለና። ስለዚ ምስ መን እዩ ህያዋን ገይርና? ምስ ክርስቶስ የሱስ ህያዋን ገይርና፣ እግዚኣብሔር ይመስገን። ስለዚ ን ዳግም ተወሊድካ ምስ ክርስቶስ ሕብረት ዘለካ እንተደኣ ኮይንካ፣ ምስ እግዚኣብሔር ውሉድ ኣምላኽ ኮንካ ምስ እግዚኣብሔር ሕብረት ክትገብር ቅርበት ክትገብር እዩ እግዚኣብሔር ፀዊዑካ እግዚኣብሔር ይመስገን ስለዚ እዚ ሕብረት ዝብል ነገር ኣዝዩ ኣገዳሲ ሓሳብ ኣምር ከም ዝኾይና ንርኢ እግዚኣብሔር ይመስገን እግዚኣብሔር ንኹላትና ምስኡ ሕብረት ክንገብር እግዚኣብሔር ይደግፈና ሓፂ ፀሎት ፀሊና ክንውዲና ዘልኣለማውን ጻድቕን ዝኾንካ ኣምላኽና እግዚኣብሔር ሽምካ ንዘልኣለም ይባረኽ። ስለቲ ህያው ዝኾነ ቃልካ ተመስገን። ብሽም የሱስ ክርስቶስ ነፍሲ ወከፍ ሰማዕቲ ተዓዘብቲ ኣብ ዘለዉ ቦታ ንስኻ ክትባርኾም ብሽም የሱስ ክርስቶስ እጽልይ ኣለኹ። እግዚኣብሔር ብሩኽ ኣቦ ተመስገን። ኣብ ሕብረት ምሳኻ ዘለና ሕብረት እግዚኣብሔር ከነደልድል መመሊስና ናባኻ ክንቀርብ ጎይታ ክትድግፈና እግዚኣብሔር ኣምላኽ ናባኻ ክትስሕበና ብሽም የሱስ ክርስቶስ እጽልይ ኣለኹ።